ሰላም ጥዕና ህብልና ዝኽበርኩም ተኻተልቲ መደባት ኤሪቮይስ ዩቲብ ቻነል ከመይ ትጸንሐው ንሎሚ ብዛዕባ ህልው ኩነታት ሃገርናን ኣብ ዞባ ቀርኒ ኣፍሪቃ ዝረኣዩ ዘለዉ ሓደሽቲ ምዕባሊታትን ዝርስ ሓጺር መደብ ሒዝና ናባኹም ቀሪብና ኣሉና ከም ወትሩ ክሳብ ፍጻሜ መደብና ምሳና ክትጸንሑን ክትካተሉናን ብኽብሪ ንዕድም ብተወሳኺ ቅልጡፍ፣ እዋናውን ተኣማንን ዜናታትን ትንታነታትን ንምርካብ ነዚ ቻነል ሳብስክራይብ፣ ሼር፣ ላይክን ኮመንትን ብምግባር ምትብባዕኩም ክትገልጹ ብትሕትና ነዘኻኽረኩም።
ናብ ካብ ንኡስ ዞባ ጎኜ ዝመጻና ዜናዊ ጸብጻብ ምስ እንሰግር፣ ኣብ መንጎ ሰብን እንስሳታትን ንዘሎ ስኒት ዘጉልሕ መሳጢ ያታዊ ባህላዊ ውርሻ ዝኾነ ዓመታዊ ያታዊ ፈስቲቫል ቅድድም ከብቲ ኣብ ንኡስ ዞባ ጎኜ ተኻይዱ። ወኪል ኢሪና ቀዳውት ተወልደ ንዘዳለዎ ጸብጻብ ሚካኤል ሓድጉ ከቕርበልና እዩ።
ዓመት መጽእ ኣብ ንኡስ ዞባ ጎኘ ብዝነብሩ ተወለድቲ ብሄራት ናራን ኩናማን ዝካየድ ያታዊ ፌስቲቫል ቅድድም ከብቲ ብሽዱሽተን ሸውዓተን ተሓሳሳብ ምምሕዳራት ከባቢ ኣስውገን ደለን ብድምቀት ተኻይዱ። ኣብቲ ልዕሊ ዓሰርተው ክልተ ሽሕ ህዝቢ ዝተሳትፎ ኣጋጣሚ፣ ኣብ ክልቲኡ ቦታታት ብሰብዓን ሓሙሽተን ጓሶት ዝተመርሓ ብጠቕላላ ሸውዓተ ሽሕን ክልተ ሚእትን ከብቲ ተመሪሐን በብጉጅለ መሳጢ ቅድድም ኣካይደን። ኣካየዲ ስራሕ ምምሕዳር ንኡስ ዞባ ጎኘ ኣቶ የማነ መሓሪ ኣብ ዘስምዖ ቃል፣ ኣካል ያታዊ ወግዒ፣ ፉርዲ፣ ዝኾነ ወግዒ ሆር፣ ኣብ ብሄረ ናራ ከምኡ እውን ኣብ ላይደ ዝካየድ ኣይረ ከሬዳ ድማ ኣብ ብሄረ ኩናማ ነዊሕ ዓመታት ዘቑፀረ ሃይማኖታውን ባህላውን ሰረት ዘልኾ ኮይኑ ኣብ መንጎ ከብትን ሰብን ንዘሎ ስኒትን ሓድነትን ብሄራትን ዘጉልሕ መሳጥያታዊ ባህላዊ ውርሻታት ከም ዝኾነ ገሊፆም። ዋና ዳይሬክተር ክፍሊ ባህልን ስፖርትን ኣቶ እድሪስ ሳልሕ ብወገኑ እቲ ኣብ ንኡስ ዞባ ጎኘ ብዝርከቡ ኣባላት ብሄራት ናራን ኩናማን ጥራይ ዝዝውተር ተመሳሳሊ ወግዕታት ብባህላዊ ክብርታቱን ጥንታውነቱን ልዑል ተቐባልነት ካብ ዘለዎ ባህላዊ ውርሻታት ከም ዝኾነ ብምሕባር ካብ ዝሓለፈ ዓመት ጀሚሩ ንምስናዱ ብመጽናዕቲ ዝተደገፈ ተበግሶ ተወሲዱ ከም ዘሎ ሓቢሩ። ዓበይቲ ዓድን መንስያትን ድማ እቲ እናተወራረሰ ዝመጽእ ወግዒ ምስ ማሕበራዊ ክብርታት ሕብረተሰብ ዝተኣሳሰር ሰረት ስለ ዘለዎ ዓመታዊ ብልዑል ክብርን ማዕርግን ከም ዝጽንብልዎ ብምጥቃስ፣ ናብ ወለዶታት ዘመሓላልፉሉን ኣፍልጦ ዝረኽቡሉን ባይታ ንምፍጣር ብዕቱብ ክስራሕ ተማሕጺኖም። ኣመሓዳር ዞባ ጋሽ-ባርካ ኣምባሳደር ማሕሙድ ዓሊ ሕሩይ፣ ንዕዉታት ሽልማት ድሕሪ ምዕዳል ያታዊ ቅድድም ከብቲ ሆርን ኣይረ ክሬዳን፣ መርኣያ ናይቲ ኣብቲ ዞባ ዘሎ ዘይተበርበረ ዕቑር ባህላዊ ጸጋታትን ባህሊ ምንብባርን ከም ዝኾነ ብምምልካት፣ ተበገሱ ዘሎ ናይ መጽናዕትን ስነዳ መደባት ብዝተወደበ መልክዕ ክቕጽል ኣተሓሳሲቦም።
እዛ ኣብ ኤሪ ቲቪ ዝቐረበት ዜና ቅድሚ ሕጂ ሸፈነ ረኺባ ዘይትፈልጥ ምስ ምዃና ብዙሓት ክቀባበሉላ ይረኣዩ ኣለዉ። ኣብ ውሽጢ ኤርትራን ኣብ ደገን በብእዋኑ ዝተፈላለዩ ፌስቲቫላት ዝካየድ እኳ ተኾነ ብዙሓት ግን እዚ ናይ መጀመርታ ከምዝኾነ እዮም ዝዛረቡ ዘለዉ። ብተደጋጋሚ ውድድር ኣግማል ኣብ ኤርትራ ምክያዱን ንሱ ፍሉጥ ምንባሩን ዝጠቕሱ ሃብቲ ርእይቶ ተመሳሳሊ ፈጠራውነት ዘለዎም ፌስቲቫላት ክበራትዑ ከምዘለዎም የተሓሳስቡ ኣለዉ። ናብቲ ዋና መደብና ምስ እንሰግር፣ ቀዳማይ ሚኒስተር ኣብይ ኣሕመድ ኣብ ሆሳእና ኣብ ዝተኻየደ መደረ ዝተፈላለዩ ተንከፍቲ ነጥብታት ምልዓሉ ተሓሒዙ ብርክት ዝበለ ትንታነታት እዩ ክወሃብ ዝረኣ ዘሎ። ኣብይ ኣሕመድ ናብ መላእ እታ ሃገር እንዳዞረ ኣብ ህዝቢ ዘለዎ ድጋፍ ኣብ ዝግምግመሉ ዘሎ እዋን ኢትዮጵያ ብርክት ዝበሉ ፀላእቲ ከም ዘለውዋን ንኹሎም ድማ በብሓደ ከም ቁማል ካብ ርእሲ ኢትዮጵያ ክተራግፎም ከም ዝኾነት እዩ ፈኪሩ ዘሎ። ኣብቲ ኣብይ ኣሕመድ ዝሃቦ መደረ በዓል መንዮም ፀላእቲ ኢትዮጵያ እኳ ክጥቀስ እንተዘይተመርፀ ብሽፉኑ ግን እቲ መንግስቲ ምስቲ ዘሚኑ ዘሎ ዓቕሙ ጎልቢቱ ኣሎ ዝብልዎ ሰራዊት'ታ ሃገር ሓመድ ድበ ከካይደሎም ከምዝኾነ'ዩ ኣጠንቂቖም። እቲ መራሒ ብተደጋጋሚ ብኣፉን ብፖለቲከኛታቱን ኣቢሉ ሰራዊትና ሓይሊ ኣየርና ዘሚኑ ማዕቢሉ ቴክኖሎጂ ተዓጢቑ ኣሜሪካ ዘለዋ ፆራት ሒዙ ዝኽእሎ የለን ዝብል መደረታት ዘስምዕ ህዝቢ ኢትዮጵያ ብዘይዝኾነ ስግኣት ክድግፎ ካብ ዝብል ዕላማ'ዩ ምስ ኤርትራ ይኹን ምስ ግብጺ፣ ምስ ናይ ውሽጢ ሓይልታት ይኹን ምስ ተቓወምቲ ውድባት ዝካየድ ግጭት፣ መንግስቲ ኢትዮጵያ ከምቲ ዝሓለፈ ምስ ህወሓት ዘካየዶ'ሞ ንድሕሪት ሃዲሙ ብዙሕ ክሳራታት ዘኸተለሉ ኲናት ከምዘይከውን ንምእማን'ዩ። ህወሓት ኣፍንጫ ኣዲስ ኣበባ በጺሑ ተመሊሱ ኣበይ ኔርኩም እንታይ ትገብሩ ኔርኩም ዝብል ሕቶ ክሳብ ሕጂ ንመንግስቲ ኢትዮጵያ ዘሳቕቕ መልሲ ዘይተረኽቦ ግድል'ዩ። ስለዚ ንዑ ንምሽፋን ከይኮነ ኣይተርፍን'ዩ ሰራዊትና'ዶ ኣየራትና ክብሉ ዝስምዑ ዘለዉ። እቲ ናይ ኣየርን ኣብረርትን ጉዳይ ጽንሕ ኢልና ክንምለሶ ኢና። ኣብይ ኣሕመድ ኣብ ስልጣን ካብ ዝመጸእሲ እዛ ኢትዮጵያ ብግጭትን ኩናትን ጥራይ እምበር ትብልጽግ ኣላ? ትብልጽግ ኣላ ክኣ ይብል እምበር ኣብ ታሪኻ ሪኣቶ ኣብ ዘይትፈልጥ ሰልሚ እንዳእተዋስ ወዳጀ ብልጽግና ክኣ ይበሃለለይ። ቅድሚ ሕጂ ከምዚኣቶም ንጎንጺ ዝድግፉ ቃላት ምጥቃሙ ፌስቡክ ነቲ ልጥፎኡ ወይ ፖስት ኣልዮሞ ኔሮም።

በልጆቿ ታፍራና ተከብራ ለዘላለም ትኑር ፈጣሪ ኢትዮጵያና ህዝቦቿን ይባርክ እጅግ አድርጌ አመሰግናለሁ።
በዚ ኮይኑ በቲ ኣብይ ኣሕመድ ሆሳና ኣብ ዝተረኽበሉ ንኮሎኔል በዛብህ ብምልዓል ኣብቲ ህዝቢ ወንን ኒሕን ቂምን ቅርሕንታን ከለዓዕል ምፍታኑ እዩ ዝረኣ ዘሎ። እቲ ኮሎኔል ምልዓሉ ድማ ካብቶም ፀላእተይ ዝብሎም እቲ ዝለዓለ ኢድ ሒዙ ዘሎ ኤርትራ ምዃኑ ነጋሪ የድልዮን። ናብቲ ናብ ኤርትራ ነካይዶ ወራር ደቡብ ምሳና ከምዘሎ ምርግጋፅ ንደሊ ኣለናዩ ዋና ሕመረት ናይቲ መልእኽቲ። ኣብዚ ሕቶ ዝለዓል ግን ኤርትራ ዝማረኸቶም ጀነራላት፣ ኮሎኔላት፣ ኣዘዝቲ ሰራዊትን ሰበስልጣናትን ኢትዮጵያ ወግሐ ፀብሐ ኣብ ማሕበራዊ ሚድያ ምስተዘርበሉ ዩ። ኢትዮጵያውያን ነቲ ሓቂ ክኽሕድዎ ስለዘይክእሉ ብቪድዮን ስእልን ጭብጢ ስለዘለውን መልሲ ክህብሉ ኣይረኣዩን ዮም። እታ ዋና ሕቶ ግን ኢትዮጵያ ዝማረኸቶም ኤርትራውያን የለውን ድዮም? ዋላ ፈውስ ማሕላ ከም ምላሽ ንሕናኸ ነዚኦም ማሪኽና ክብሉ ሰሚዕናዮም ኣይንፈልጥን። እቲ ግድል ማሪኾም ይርሽኑ ስለ ዝነበሩ ድዩ ወይስ ማሪኾም ስለ ዘይፈልጡ'ዩ? ትፈልጡ እንተለኹም ከተካፍሉና ክንጽበ ኢና። ብሓፈሻ ግን ምሩኻት ስልጣን ክወሃቡ ንቡር ኮይኑ ስለ ዘሎ መጽሓፍ ክምርቑ ኣብ ቅድሚ ህዝቢ ወጺኦም ጅግና ጅግና ክህምስሉ ምርኣዮም ዘኹርዕ ኮይኑ ኣሎ። ናቕፋ ፕረስ ነዚ ናይ በዛብህ ጉዳይ ተኸታቲልዎ ኣሎ፣ ንከታተል። ኮሎኔል በዛብህ ጴጥሮስ ኣብ ሰለስተ ተኸታተልቲ ስርዓታት ኢትዮጵያ ከም ኣብራሪ ነፋሪት ውግእን መምህር በረራ ነፈርትን ኮይኑ ብቕዓቱ ዘመስከረ ምኩል ኣባል ሓይሊ ኣየር ኢትዮጵያ'ዩ ነይሩ። ከም ኣብራሪ ውግእ ነፋሪት ኮይኑ ድማ ኣብ እዋኑ ኣብ ከባቢ ናቕፋ ናይ ሻሕን ትሽዓተሚትን ሰብዓን ሽዱሽተን ኣብ ናይ ሻሕን ትሽዓተሚትን ሰብዓን ሸውዓተን ብውግእ ኦጋዴን ዝፍለጥ ኲናት ኢትዮጵያን ሶማልያን ኣብ ኤርትራውን ኣብ ናይ ሻሕን ትሽዓተሚትን ሰብዓን ሸውዓተን ምሕራር ከተማታት ዝነበረ ውግኣት ብድሕሪኡን ክሳብ ሻሕን ትሽዓተሚትን ሰማንያን ኣርባዕተን ብንጥፈት ተሳቲፉ'ዩ። ዘብርራ ዝነበረ ናይ ውግእ ነፋሪት ኣብ ግንባር ናቕፋ ድሕሪ ምህራማን ንሱ ድማ ድሕሪ ምምራኹን ኣብ ሻሕን ትሽዓተሚትን ሰማንያን ኣርባዕተን ንራድዮ ድምጺ ሓፋሽ ኤርትራ መደብ ቋንቋ ኣምሓርኛ ኣብ ዝሃቦ ዝርዝራዊ ሓበሬታ፣ ኣብ ኤርትራ ኣብ እዋን ሽሕን ትሽዓተ ሚእትን ሰብዓን ሽዱሽተን ከበባ ናቕፋ ጀሚሩ ኣብ ሽሕን ትሽዓተ ሚእትን ሰብዓን ሸውዓተን ኣብ ከተማታት ደቀምሓረ፣ መንደፈራ፣ ዓዲዃላ፣ ዓረዛ፣ ከረን፣ ባጽዕ፣ ነፋሲት ከምኡ'ውን ኣብ እዋን ስትራተጂካዊ ምዝላቕ ኣብ ኲናት ኤላበርዒድ፣ ማዓሚደ፣ ገንፈሎም፣ ኣልጌን፣ ዓፍዓበት፣ ሩባሕዳይ፣ ቀልሃመትን ግዝግዛን ኣብ ዝተገብሩ ደማዊ ውግኣት ብተደጋጋሚ እንዳተመላለሰ ጽዑቕ ናይ ነፈርቲ ኲናት ደብዳብ ኣካይዱ'ዩ። ብፍላይ ድማ ካብ ሽሕን ትሽዓተ ሚእትን ሰብዓን ትሽዓተን ክሳብታ ዘብርራ ዝነበረ ነፋሪት ውግእ ተሃሪማ ኣብ ሽሕን ትሽዓተ ሚእትን ሰብዓን ኣርባዕተን ትወድቕ ኣብ ግንባራት ናቕፋ፣ ሰሜናዊ ምብራቕ ሳሕል፣ ደምቦ ቤት፣ ዓረዛ፣ ከባቢ ሞልቅን ማይድማን መዓልትን ለይትን ደብዳብ ኣካይዱ እዩ። ኮሎኔል በዛብህ ጴጥሮስ ድሕሪ ናይ ሸውዓተ ዓመታት ማእሰርቲ ኣብ ሽሕን ትሽዓተ ሚእትን ትስዓን ሓደን ናብ ሃገሩ ተፋንዩ። ኣብ ሽሕን ትሽዓተሚእትን ትስዓን ሸሞንተን ወራር ወያነ ትግራይ ምስ ጀመረ ሓደ ካብቶም ወያነ ትግራይ ናይ ሸውዓተ ዓመት ዘይተኸፍለኩም ህሉል ደሞዝኩም ክህበኩም እየ ኢላ ኣታሊላ ኣብ ኩናት ኣንጻር ኤርትራ ዘሳተፈቶም ክኢላታት ናይ ሰራዊት ደርጊ ነበር ኮይኑ ነቲ ባዶሽ ተሪፉን ዝነበረ ብተግራዋይ ኣበበ ተክለሃይማኖት ዝእዘዝ ዝነበረ ሓይሊ ኣየር ኢትዮጵያ እዩ ተጸንቢሩ። ኣብ ፈለማ ወርሒ ሰነ ክሸን ትሽዓተ ሚእትን ትሽዓን ሸሞንተን ዘብርራ ዝነበረ ነፋሪት ውግእ ተሃሪማ ንኻልኣይ ግዜ ኣብ ትሕቲ ቀይዲ ኣትዩ። በዚ ድማ ንፈለማ እዋን ወዲ ሰብ ካብ ዝፍጠር ኣብ ታሪኽ ኲናት ብተመሳሳሊ ጸላኢ ንኻልኣይ ግዜ ዝተማረኸ ኣብራሪ ነፋሪት ውግእ ኮይኑ ኣብ ታሪኽ ተመዝጊቡ። ኮሎኔል በዛብህ ጴጥሮስ ዓቕሚ ሞያዊ ክእለቱ ንምድላብ ኣብ ዝተፈላለያ ሃገራት ምዕራብን ምብራቕን ተላኢኹ ዝለዓለ ትምህርቲ በረራ ነፈርቲ ኲናት ቀሲሙ እዩ። ኮሎኔል በዛብህ ጴጥሮስ በዓል ሓዳርን ኣቦ ሰለስተ ኣወዳትን ክልተ ኣዋልድን እዩ። ኣብ ሽሕን ትሽዓተ ሚእትን ሰማንያን ኣርባዕተን ጋዜጣ ድምጺ ሓፋሽ መደብ ኣምሓርኛ ብኸመይ ነፋሪትካ ክትህረም ክኢላ ተባሂሉ ምስ ተሓተ ደብዳብ እናካየድኩ ከለኹ ጸረ ነፈርቲ ብጻዕቂ ይትኮሰለይ ነይሩ። ነቶም ኣብ ትሕቲ ኣግራብ ተመሳሲሎም ንዝትኩሱለይ ዝነበሩ ንኽርኢ ብምባል ኣዝየ ትሒተ ብምብራረይ ክህረም ክኢለ ብምባል መሊሱ። ኮሎኔል በዛብህ ጴጥሮስ ንእሽቶ ሓዉ ናይ ገዲም ተቓዋሚ ፖለቲከኛ ኢትዮጵያ ፕሮፌሰር በየነ ጴጥሮስ እዩ። ካብ ደቡብ ኢትዮጵያ ተወላዲ ብሔር ሃድያ እዩ። ኣብ ወርሒ መስከረም ሽሕን ትሽዓተ ሚእትን ሰማንያን ድማ ፍሉይ ናይ ጅግንነት ሜዳልያ ካብ ኢድ መራሒ ስርዓት ደርግ ነበር ኮሎኔል መንግስቱ ሃይለማርያም ዝተሸለመ እውን እዩ። ይኹን ደኣ እምበር በዓል መዳልያ ጅግንነት ኮሎኔል በዛብህ ኣብ ቅድሚ ገበርቲ ቅያ ኤርትራውያን ቅያ ክሰርሕ ዕድል ኣይረኸበን። ከምቲ ኣርጀንቲና ንዋንጫ ዓለም ክልተ ግዜ ዝተዓወተትሉ፣ ኤርትራውያን ገበርቲ ቅያ ንበዛብህ ሕጅስ ኣብዚሕካዮ ብምባል ክልተ ግዜ ካብ ሰማያት ኤርትራ ኣውሪዶም ማሪኾም መዛረቢ ዓለም ጌሮሞ ዝብል እዩ።